መጽሓፍ ጥበብ ምልኣት ህይወት ትርጉም ህይወት እንታይ እዩ? እቲ ዕላማ ንነዊሕ ዓመታት ምንባር ጥራይ ድዩ ዋላስ ካልእ ካብዚ ዝዓቢ ዕላማ ኣሎ እዩ? ስለምንታይ ገለገለ ሰባት እንታይ ከም ዝደልዩ ብምፍላጥ ትርጉም ዘለዎ ህይወት ዝነብሩን ካልኦት ግና ድንግርግር ዝብሎምን ናይ ህይወት ሕቶታት ዝውዱ ኣይኮኑን። ገለ መልሲ ንምርካብ ግና ነዛ መጽሓፍ ጥበብ ምልኣት ህይወት ምውካስ ኣኻሊ እዩ ብርግጽ ኣብ ኩሉ ኩርናዕ ናይዚ ዓለም ዝነብሩ ሰባት ነዊሕ ዕምሪ ዝነብሩሉ ምስጢር ጥዑይ ኣመጋግባ ቀሊል ኣገባብ ኣነባብራ ቀጠልያ ሻሂ ምቹእ ትሕተ ትሮፒካዊ ክሊማን ውሽጣዊ ሓይሎምን ካብቲ ንህይወቶም ዕምሪ ዝውስኽ ቀንዲ ነገራት ምዃኑ ዝኣምኑ ምዃኖም እዩ ስለ ዝኾነ ነዝን ካልእን ምስጢር ንምፍላጥ መጽሓፍ ጥበብ ምልኣት ሕይወት ኣንብቡን ተወከሱን።
ኣብ ፍረጋባ ዳት ኮም በዚ እውን ክትረኽቡና ትኽእል ኢኹም።

ቁርማይ ሪኣትኒ ማለት ዋይ ውርደት ሰኽራም ሰኽራም ጢኖ እውን ጢኖ ጢኖ ጢኖ ሓይታኻ ንመን ይኸቲ ኣታ ንዓኻ እየ ንዓኻ እየ ናበይ ኢኻ ቁልሕ ምልሕ ትብል ንዓኻ እየ ወይለ ሓቅኺ ሰባ የለን ንዓይ በኣኺ ክሳዕ መዓስ ኢኻ ከም ሓድሽ ትኽፍተ ናይ ስዋ ገን እናሸተትካ ንክትመፅእ ዘይትምህረኒ ኣታ እንታይ ደኣ ኮንኪ ኣነ ዝብለኪ ኣለኹ ካብ ዓሰርተ ዋንጫ ስዋን ሸሞንተ ብርለ ሜስን ዘይሓለፍኩስ ገለ ክትብለኒ እንታይ ደኣ ኮንኪ ሳርማ ዘይኣኽለኒ ሓሳዊ ኣታ ክንደይ ትሕሱ ክልተ ፀጉሪ ኣብቂልካስ ከም ቆልዓ ክትሕሱ ፎእ ሓሳዊ ሓሳዊ ሓሳዊ እውይ እዛ ሓሳዊ ትብል ኣዳማምጻ ክስ ክትብርትዕ ከምዛ ኤሌክትሪክ ዝሓዘት ምስ ዝብለክ ኣለኹሲ ካብ ጽፍሪ እግረይ ክሳብ ጸጉሪ ርእሰይ ትዝዝዝዝዝዝ ካብ በለትኒ ባዕልኻ ትፈልጥ እዘን ትብለን ዘለኻ ጥራሕ ኢኻ ሰቲኻ እውይ ሓቅኺ ረሲዐዮ እምበር ካብዘን ሓሙሽተ ናይ ሜሎት እውን ኣብኡ ገጭ ኣቢለን እየ ነይ ገጭ ኣቢለ ድማ ትብል ኣታ ከመይ ግራጭ ይውቃካ ሃይ

ዋይወ ዋይወ ኣዘኪርክኒ ሓንቲ ክልተ ዳብል እውን ሰትየ ነይረ ፓው እዋይ ልቢ ሎሚ ረሲዕካዮ ዘይኮንካ ከተዳናግር ስለ ዝደለኻ እምበር ደምሳስ ዝኣተው ኣብለኪ ኣለኹ ግብ ኣቢለ ረሲዐዮ ኣለ እንደ ተኣለ ክትእዝዞ ከለኻ ደኣ ዘይትርስዕ ኣነ ዝኣዘዝኮ ብርሃነ ዕትሮ ባዕሉ ኣዚዙ ባዕሉ እዩ ከፊልወን ኣነስ ይብለኪ ኣለኹ ኣነ ሓንቲ ዳብል ክፈለለይ ኢለዮ ንሱ ከዓ ተሰኪፉ ግዲ ኮይኑ ነቲ ሓንቲ ዳብል ካልኣይቲ ዳብል ወሲኹ ክልተ ዳብል ገይርወን እዋይ ኣታ ዘዝኸፍእ እባ ኢኻ ትሰምዕ ኣንታ ሲኑ ክትብል ጀሚርካ እውይ ኣታ መፅረፊ ስድሩ ወይ ኣነ ኣንታ ሰብሲ ጠየም የብልዑኒ ይብል እምበር ንመሰስ ጉልባቡ ክቐልዕ እወ ኣነ ደቀይ ተዋሪድኩም ዋ ማማ በዚ ደኣ እሞ ሕጂ ዲና ተዋሪድና ኣብ ከተማ እሞ መሊእዋ ክልተ ንቕድሚት ሰለስተ ንድሕሪት ሰንከልከል ክብል ዝረኣየኦ መሓዝተይ ክንደይ ግዜ እሞ ደው ኢለን ዘይተዋራዘያለይ ሕጂ ሕጂ ሕጂ ሕጂ ከማን ሚካል መሓዘይ ብዛዕባ እያ ክትዛረበኒ ፀኒሓ ውያኔ ውያኔ ኣንቲ ናይ ብሓቂ ዲኺ ወይ ወይ ወይ ወይ ኣንቲ በዓል መን እየን ከምኡ ኢለናኺ ባባ ንስኻ ስቕ በል ንስኻ ስቕ በል ከይትዛረበኒ ማማ ስለምንታይ ናብ ከተማ ምውፃእ ገዲፈ እየ ትፈልጢ ዊንታ ጓለይስ ምውፃእ ክትገድፍዮ ኣብ ፅርግያ ጣፍ በቁል ኣሎ ስቕ በል ውሪ ሓፍርኒ መሕፈር ኣቱይ እንታ ጓለይ ብኸምኡ ኢኺ ከይወፀኺ ሳልስቲ ጌርኪ እንታይ ደኣ እሞ ክገብር ከይፈተኹ ረሲዐያ ዝነበርኩ ናይ ገዛውቲ መሓዛይ ተመሊሰ እያ ምስተ ናይ ከተማ መሓዙትካ እንታይ እባ ይስክን ከመይ ኢለ ከመይ ኢለ እሞ ገፀን ክሪ ሳጓ ከማን ኣውፅና ለይ እኮ ሳጓ ዋ ሞሳጓ ደኣስ እስኪ ጓል ደቦጭ ቀምቃማይ ይህ ፍሉጥ መቃሳይ ምስ ኩሉ ተዋዛያይ ዘይተሰዓራይ ካይልና ክኾና እምበር
ጓል ቀምቃማ ኢለናኒ ሰይደይ ሓቅኺ እባ እታ ቀምቃማይ እባ እ እ ንኽልቲኡ እባ ትኸውን እዋይ ትኸውን እወ ንዓይ ግን ጓል ጢኖ ኢለን እየን ዝፅውዓኒ ኣነ ድማ ነዚ ካብ ምስማዕ ንመሓዙተይ ኣብ ሪጀክት ሊስት የእቲ ምሕዝነተይ በቲኸዮ ኣለኹ ደስ በልካ
ስምዒ ነቲ ኣቦዶም ዝበሃል ሓውኺ ንሮቤል ኣፍካ ሓዘሉ በል ወረ ከይድውለለይ
ሚስኮል ከይገበርካሉ ድዩ በዓል ደው ይብልካ ንሱ ኢኻ ክትልምን ኢልካ ሚስኮል ትገብረሉ እምበር ንሱ ኣይድውለልካን እዩ ማለት ግን ኣይ ሮቤል እንታይ ገደሰ ካብ ባዕልኻ ትትንትን ኣነ ከምዛ ትብላ ዘለኻ ዘረባ ካብ ዝኣፈ ወፀደ ወፀ ኣትኸሊኒ እንዶ ኣነ እኳ ኣስማር እዩ ነየ መን ከ ከረኒኖ ወይ ደቂ ኣምሓርኒኖ ኢሉካ? ዋእ ኣንታ ሓወይ ኣዝማሪኖ እኮ ንኹሉ በስመራ ተወሊዱ ዝዓበየ መጸውዒቱ ደኣ እምበር ካልእ ወላ ሓንቲ ትርጉም የብላን። ኣቲ ከምኡ ማለተይ ኣይኮንኩን ኣነ ምዕቡል እየ ንዓይ ዘሽካዓንስ ወላ ሓደ የለን ኣነ ማራ ሓሪፍ ወዲ ሹቅ እየ ማለተይ እየ። ችድ ከምኡ ማለትካ ድዩ በል ክትፈልጥ ከምቲ ኣብ ኣስመራ ምዕቡል ወዲ ሹቅ ዘሎ ኣብ ኩለን ዘባ ድማኒ ከምኡን ንዑ ዘሽክዑን ከም ዘለዉ ፍለጥ። ዋእ እስኪ ብርህያ እዛ ዘረባ ኣምፑል ወልዑላ። ኣይበርህትልካን ድያ? ምዃን ሓቅኻ ኢኻ፣ ሓቂ ከኣ ንዘየዋንኣ ጸልማት እንድያ፣ ብኻልእ መንገዲ ገይረ ከረድኣካ'የ፣ ጸገም የብሉን። ከምቲ ኣብ ኩለን ዞባ ፋራ ዘሎ ስብለካ ኣለኹ፣ ኣብ ኣስመራ ድማ ካብኡ ዝጎዱ ፋራታትን ከምዚ ከማኻ መገሰማትንሲ ኣለዉ። ድሓን ድሓን ንስሞ ጽንሓልና፣ እዚ ፋራ ዶ ድሹቕ ገለ ምባል እጽንሓልና'ሞ፣ ነቲ ኣቦ ዶም ዝበሃል ሓውኽሲ ንኸይድውለለይ ንገርዮ። ባዕልኻ በሎ፣ ኣነ ኣይብሎን'የ፣ ኣነ ከምዚ ከማኻ ዘረባ ከብጽሕ ግዜ የብለይን። መ።
ኣነ ይትረፍ ባዕለይ ደዊለ ክነግሮስ ንሱ ተደዊለይ ከማን ኣይቅበሎን ይብለክ ኣሎ
ንሱ እውን ንስኻ እንተዘይደዊልካሉስ በዓል ይድውለልካ ይብለካ ኣለና ንሕና ከዓ እንታይ ኽን ዓይስኽን ክትቃትዕኒ ዘለኽ እንታይ ክትቃትዕኒ ዘለኽ እንታይ ኸውን ክሕረ ክትብልኒ ትኽእልን እዚኣ ዝበልኩ ክትገብርያ ትኽእልን ኢኺ ሓራይ ከምኡ ስተይ ክብሎ ተኮይነስ ካብ ምንታይ መበገሲ እዩ እንታይ ስለ ዝገበረካ ኢኻ ከምኡ ትብል ዘለኻ ንሓይሲ ትምህርቱ ፅቡቕ እዩ ምንባብካ ግርም እዩ ዘንብብ ይዕንብብ ኣብኡ ዝርግሓ መፅሓፍቲ ስደደለይ ንዓይ ስኻ ኣብዚ መጽሓፍ ክሰደሉ ከምኡ ክብለኒ ንዓይ እዋ ኣይ ተረድኣኒ እስከ ድገመለይ ሰሚዕክኒ ኢኺ ኣይደግመልክን እየ ካልእ ዝበለኒ ኸኣ ሄለን ብጣዕሚ ንፍዕቲ ኣንባቢት እያ ኣነ ምስኣ ክዕልል ከለኹ ብጣዕሚ እዩ ባህታ ዝፈጥረለይ ከምዚ ኣብ ላይብረሪ ዘሎ ኮይኑ እዩ ዝስምዓኒ ገለ መለየሽ መሽ ገለ ክብለኒ ንዓይ እንታይ ኢኻ ትኸውን ዘለኻ ማኣቦሮም ሓወይ ከምኡ ምባልስ እንታይ በደሉ ኣቲ እንዳፈለጥክኒ ንዓይ ከምኡ ይትበልኒ ንስኺ እውን ኣሽሙር እኮ እያ ክትገብርለይ ዘለኺ ስራስ መገሰሚኻ ኣይትፈልጥን ኢኻ ገለ ከምኡ እኳ እዩ ዘስምዕ ዘሎ ዘረባ እንታይ ክትብል ከም ዝደለኻ ፍጹም እየ ዘይሓስኩኻ እይታውንኪ ኣብ ቀደም እኳ ንዓይ ከም ደንቆሮ ስለ ዝሓሰበኒ እኳ ትምህርቲ ብልካን እሞ መፅሓፍ ኣንብብ ዝበለኒ ካብ ምሳኻ ምዕላልሲ ምስ ሄለን ምስታ ምህርቲ ሄለን ምዕላል ይሕሸኒ ማለት እኳ እዩ እምበር ዶ ብጥዕና ካለኻ ኢኻ ሎማዓንቲ ፍርቓን ከማን እታ ትፍርቂ ነፅናሓልካ ሙሉእ ርእስኻ ኣለኻ ምስ ሙሉእ ርእስኻ ኣትሰብ ካብቲ ናይ ሓዊ ማስያናት ክፀርፊ እኳ ገድድ ይርዳእክሎ ድዩ ምስ ርእስኻ የለኻን ማለት እኳ ፅሉል ኢኻ ዕቡድ ኢኻ ማለት እኳ እዩ ኣነ ስጋ ፎርዙን ኣኻ ብላታ ደምሳስ እብለክ ኣለኹ ኣንቲ ክሳብ ክንድኡ ድየ ክፍየ ኣኽፊእካ ወታ ሕማቕ ሳህራም ዕውልና ዘይበልየሉ ሕጂ እዛ መስተ ትገድፋ ዲኻ ኣይትገድፋን ዶስ ኣነ ገዲፈካ ናብቶም ደቂ ሃፅ ኢለ ከይድ ካብዚ ዝኸፍእ ዶ ኣሎዩ ሕራይ ገድፋ ከይትኣምንዮ ከይትኣምንዮ ይብለክ ኣለኹ ስጋ ፍርዙን ዋይ ደሓን ደሓን ደሓን መስተ ገዲፈዮ ዝበለካን ናይ ኣእምሮ ሕሙም ሓወየ ዝበለካን ክደግሶም ስለ ዝትኽእልሲ ኣይትእመኖም እንዲ ዝበሃል ዋው ሓቁኺ ኣብቲ እንዳ ሜስተብቲ እንዳ ለጡሲ ኣውሪ ከለኹ ንነዊሕ ዓመት መስተ ዝሰቲ ዝነበረ ሰብሲ ብሓንሳብ ካፕ ተገይርዎ ነቲ መስተስ ህይወቱ እውን ምስኡ ካትያ ትኸውን ይብሉ ነይሮም እዮም ኩላና ክንዕርፍ ኣይ መካት ክኸውን ክመውት እንታይ ደኣ እሞ
ንጉሆ ንጉሆ ሰብ ኮንካ ትኸይድ ምሸት ምሸት ከዓኒ ናብ ካት ማለት ናብ ድሙ ተቐይርካ ኛው እናበልካ ክትመፅኣና ኛው እናበልኩ ድማ እየ ዝመፅእ ኛው ጥራይ ዲኸ ወረ እዚ ከልብና ድሙ መሲልካዮ ዋሕ ዋሕ ምስ በለካስ ንስኻ እውን ዋሕ ዋሕ ዋሕ ኢኻ ትብል
ዋ ኣነ ግን ምሳኹም እንታይ መን እዩን ዘብል ኣለኒ ንስኻ እንድሕር ኣመልካ ዘይትገድፎ ኮንካ ኣነ ከዓ ሕጂ ሕጂ ሕጂ ሕጂ ክዳውንተይ ቀይረ ክወፅእ ብሓደ ዘይንኸይድ ምስመ ምሳኻ ምሳኻ ኣይኮነን መንገዲ ክኸይድ ኣቦይ ኣይኮነን ኢለ ከማ ኣብ ጋዜጣ ከውጻካ ወይለከ ኣቦይ ጋዜጣ ዘውጽእ እምበር ውላድ ከም ጋዜጣ ውጽእ የውጽእ እንፈራ እንተዘይተገይሩ ካብ በኣ ይጅመር ዋይ ኣንቲ መብራተይ ኣንቲ ክፍየ ዶ ሓቂ ደ ክፍየ ታኪድ እንድዕልካ ክድ ክድ እቲ ናይ ትማሊ ዝሰተኻዮ መስተ ምሳኻ ስለ ዘሎ እቶም ተቐምቃሚ ከይፍንፍኑ ካበጃ ከይለካ ኮልጌት ግበር

ኣብ ዝኾነ ገዛ ተመጻኹም መጺኻ ዲኻ ኳይ ዝብለና ዋ እንታይ ደኣ ምክብለካ ደለኻ እንታይ ፀገም ኣለዎ ዲኹም ምባል መጺ ከለኹስ መጺኻ ዲኻ ክብለኒ ተዘይመጽ ምርኣየኒ ዲና እዚ ደኣ ሞለሙድ ኣባህላ እንድዩ ዋ ወላ እታ ደገ ዘላ ሓፍትኹ እኮ እያ ንስኻ ሚስኮል ክትገብር ኮለኻስ ብጣዕሚ እየ ስምብል ክትብለኒ እዚ ኸኣ ደይ ክትልምን ኢልካ ኢኻ ሚስኮል ትገብር ምዃኑ ምስ ገጠምኳ ኣነ ሚስኮል ምግባር ገዲፈዮ ንሳ ኸኣ ምድዋል ገዲፋቶ። እዋይ ሰናይት ሓፍተይ ደኣ ምሬ ንኹላትና ኢያ ከምኡ ትብለና ንሕና ግን ከምዚ ንስኻ ትትርጉሞ ዘለኻ ኣይኮናን ንትርጉሞ። ሓሳዊት ኮንኪ።
እዋ ኣባህላኻ ኣርም ሓሳዊት ኣይትበለኒ ኩሉ ሓደ እኳ እንተኾነ ግን ሓሶት በል። እንታይ እሞ እዚ ኩሉ ሓደ እንድያስ ፕሪም ኣስፕሮ ማለት እኮ። እርሙን ዘይእርሙን ኣዘራርባ ኢዩ። ሕራይ ደሓን ንኹላትና ከምኡ ትብለና እንተ ደኣ ኮይና እዚ ኸኣ ዝገደደ ሚስኮል ኣይትግበሩለይ ማለታ ድዩ። ኣይኮነን ሰናይት ሓፍተይ ብነብሳ ድህልትን ፈራሕን ስለ ዝኾነሲ ንስኻትኩም ካብ ኣስመራ ሚስኮል ክትገብሩለይ ከለኹምሲ ከምዚ ገለ ሰብ ሞይቱ ወይ ሓሚሙ ወይ ተኣሲሩ ወይ ስግሮ ዶብኪ ከይተታሒዙ ትብሉኒ ኮይኑ ስለ ዝስምዓኒ ብጣዕሚ እየ ዝስንብድ እያ ትብል። ኤኮ እቲ ሓቂ ምጺኺዮ ሓጂ እዘን ኩለን ክትጠቅስየን ዝጸናሕኺ ገንዘብ ዝጠልባ ስለ ዝኾናሲ ስደዲ ከይትበሃል እያ ፈሪሓ ማለት እዩ። ኣንታ በጃኻ እባ ፖስቲቭ ቲንከር ኩን። ዋ እንቲኻ ኩሉ ግዜ ሕማቕ ጥራይ ትሓስብ። ንሳ ብዛዕባ ገንዘብ ዘይኮነስ ብኣና ስለ ትጭንቕ እያ። ኣብ ስደት ዘለዉ ኩሎም ከኣ ናፍቖት ናይ ስድርኦም ስለ ዘለዎም ኩሉ ግዜ ብዛዕባ ቤተሰቦም ዝተጨንቑ እዮም። ኣቲ እንታይ ርእስኺ ወርጸጸጸጸ ትብሊ ዘለኺ? ዋ ኣብ ከብዲ ጽጉብሲ ጥውይ ዝበሃል የለን ክበሃል ሰሚዕኺ ትፈልጢ እንዲኺ? ሕጂ ኣብ ምቾት ቦታ ሰፊሮምሲ ብዛዕባና ይሓስቡ ኢልኪ ትሓስቢ? ኣንታ በጃኻ ኢለካ እባ ናይ ደናቑር ዘረባ ኣይትዛረብ። ሰናይትን ኣቦዶምን ኣብ ስደት ስለ ዘለዉሲ ምቾት ዘለዎም ጥዑም ዘለዎ ጽቡቕ ዘለዎ ኮይኑ ይስምዓካ? ኬፍ ዋእ ብጣዕሚ ተሕዝን። እምበኣር ሓዚንክለይ። ም ዓሰርተ ክልተ መዓልቲ ደኣ ኣብ መሬት ደይድቅስለይ። ኣርባዓ መዓልቲ ገይረ ክሓዝነልካ እየ ኣጆኻ ስሓቕ። ናተይን ናትክን ሓዊስክኻ ሰማንያ መዓልቲ ግበርና ኣብቲ ምድሪ ዕንግርግር። ኧረ ኧረ ኧረ
ኣሻ ሓውኻ እንተሞተልካስ ዳርጋ ዝተመርዓወልካ ክብሉ ሓቆም እምበያ ህዋ ሽግር ይውድ
ኣለኸዶ ኣይትሃልው በልኩ ባባ ድሓን ዲኻ ንስኹም ዝጓለይ ዶ ምሳኺ ድሓን ኣሎ እይ ሎምኸ እንቴኻ ኹንካ? እንታይ ሎምኸ? እዚ ባህላኽሲ ኩሉ ግዜ ሓድሽ መረረን ስምዕታን ሒዝካ ኢኻ ትመጽእ ማለት ግን ኣነ ከምኣ ትብል ዘረባ ካብዚ ኣፈይ ወጽያ ድያ?
ኣሽንኳይዶ ክሸጡናስ ክወዓዓሉና ከለዉ ንግጥሞም ድዩ ዝብል ኣቤል ንስኪ ንስኪ ቁንጫል ቆልዓስ ንዓይ ክትዋራዘይለይ ኣቲ ሎሚ ኣሪገይ ትርኣይኒ ፊኖ ኣዝማሪኖ እየ ነይረ ዋ ደሓን ዲኹም ሎም መዓንቲ እዛ ፊኖ ሮዝማሪኖ ትብል ቃል ክትደጋግመዋ ዒልኩም እሞ ሓቀይ እንዴ እዚ ናትኪ ማስያ ወዲ ማስያ ዘይግጥም ፋራድ የመሲለኪ ባባ መጀመርታ ምስ ዕድሜኻ ዝኸይድ ቋንቋ እሞ ተዛረብ ይ ምስ ኣቤል ድኻ ጸኒሕካ ኹንካ ኣበይ ክረኽቦ ምስታ በቶም ኣብ ደገ ዘለዉ ኣሕዋት ክርኢ ክለኺ ናባይ ገዲፎም ናብኣ እናሰደዱ ዘፅገብዎ ኣዴኽን ምስታወሪኡ ክለኹ ፈዝራዕ ፋጆላ ሓፍትኽን ፀኒሐ

ብዛዕባ መን መን ኢኺ ትዛረቢ ዘለኺ? እንድዒ ቀቅድሜኻ ትሮቤል ኣብዚ ጸኒሑ ባዕላዊ ትንታነ እንዳገበረ ንባዕሉ ተጨኒቑ ንዓይ ኣጨኒቕኒ ሕጂ ድማ ንስኻ። ንስኻ ትበልጂ ኣኽለኪ ናይ ኣዴኺ ናይ ሓፍትኽን ከይኣኽለኒሲ ምስዚ ኮንቶ ንዓይ ክትጽብጽብኒ? እንታይ እየ ኒለናኻ ንገረኒ እንዶ በጃኻ።
እንታይ እየ ኒለናኻ? ሀ።
ሰኽራም ብሰንክኻ ሓፊርና ሓሳዊ መታለሊ እንታይ ከ ዘይበላኒ ኩላ ከክፍእታ ኣብኣ ከለዋ ኣሰኪሜናኒ። ናይ ብሓቂ ከምዚ ትብል ዘለኻ እንድሕሪ ኢለናኻ ናይ ብሓቂ ተጋግየ። ናይ ብሓቂ እንተ ኢለናኻ? ሓሳዊ ዘይተባህለ ትብል መዳናገሪ መታለሊ ኢኻ ትብልኒ ኣለኺ። ኣነ ሄለን ዶ? እውይ ኣቲ ንስኺ ድሕረይ ዝተፈጠርኪ ቆልዓሲ ቅድመይ ክትፍቅሪ ኣነ ከ ዶቦጭ ፍርዙን ብላ ተዓቓ ደምሳስ ተበልኩኺ። ፋይ ኣነ እኮ ኣብዚ ከጽኒዐ መጽየ እምበር ናይ ህዝቢ ጉዳይ ጸሓፊት ኣይኮንኩን። ናይ ማንም ጉዳይ ክሰምዕ ኣይመጸኹን።
ነቲ ጉዳይ ገዛኽስ ናይ ማንም ጉዳይ ክትብልዮ?
ዋ ቀልጢፍካ እንዶ ናብ ጉዳይካ እቶ እንታይ ኢኻ ኮንካ? ኣነ ደኣ ቀደም እንድየ ኣትየ ናብ ጉዳየይ ቀደም እየ ኣትየ ይብለኩ ኣለኹ ሕጂ ናባኽም መጺኤ ዘሎኹ ከም ጓለይ ዘይኮንኩ ከም ሓንቲ ናይ ሕጊ ኣኽባሪት እየ ከሰምዕ መጺኤ ዘሎኹ። እዎ እዚ እኮ ቤት ንባብ እምበር መደበር ፖሊስ ኣይኮነን። ዋእ ከጽንዕ እንዶ ግደፈኒ። ኣይገድፈክን እየ ንስኺ ከለኽስ ብማናቸው ክጽረፍ። መን ኢኸ ማናቸው?
ማናቸው ደኣ ወዲ ሌባቸው።
እዛ ማስያ እዚኣ ዘይምስያ ሮቤል ሮቤል ዶቦጭ ፉር ዝም ብላ እታ ድምሳስ ኣይኮንኩን ክንዳማሰስ ኢና ኸ ንሓርካ ሽም መርሕ ጥዋፍ ኣብርህ ምቐልኻ ክርእየኩም እየ ውይ
ኣንተ ደሓን ዲኻ መልእ እያ ከይተቋርጥ እያ ኣንተ ወዲ ዶቦ ደሓን ዲኻ መልእ እያ ከይተቋርጥ እያ ወዲ ዶቦ ጫዕቃ ንኹሎም ዝእትዎም ኣብ መሸንቆኻ ነቕኒቑ ነቓኒቑ ዝብርቁኻ ኣብ ሓመድ ለዋዊሱ ዝደግማ ኣብ ጭቃ በልዮቲ በልዮ ድገምዮ ዘይብለካ ክወዲ ወዶም ንብላታ ደምሳስ ይትረፍ ኣብ ቃላይ ኣብ ካትረሚ ዝሕምብስ ንጸላእቱ ዘብሎ ምሑጥ ኩልስ። ኣሓቱ ኣናብር የሕዋቱ ኣናብስ ኢለካ ኣለኹ። ኣሰይ ኣሰይ ኣቲ ብርኽቲ ሓፍተይ ምልስ ኣበልክያ እኮ እዛ ልበይ ኣቲ ንስኺ ትሕሺ ካብታ ሄሎ እንዶ ዋላ ገለ ፈንጤ ጋር ዝኾነት ጓል
መጽያትካ ነይራ ድያ ሳላ ናብዚ ይትመጽእ ኣነ እምበር ከይደ እያ እዩ ተደሊኻ እንድዕላይ ነታ መጓሃየይ ናፊቐያ ግዲ እሞ እንተ ደለትካ ብዛዕባ ኣዴኻ ክትጉረምሩም ዝጸናሕካ ታይ ብዛዕባ ድኣ ብዛዕባ እዞም ጽጋባታት መሳርሕተይ እምበር
ኢ መሳርሕትኻ ድኣ እንታይ ኢሎምኻ ታይ ፊት ንፊት ድኣ ቤናይ መዓንጥኦም ኣሽሚሮምለይ እምበር መናታ እዚኣቶም ስንዓኻ እንታይ እንዳበሉ ወደይ ይገርመኪ እዩ ነቲ ቅድመይ ዝፅዕን ነበረስ ኢዳ መሊእኻ ዲኻ ተበልክዎስ ሓንቲ ጓልካ ብቅድሜና ትመፅእ ነይር እዚኣ ትሪያ ዘለኻ ፍትሕቲ እንድያ ነገረይ ግዲ ደልያትንስ ዓሰርተ ግዜ ኣምሳይ ቀሓውታ ትመላለስ ንሳ መጽያ ተደይባስ ይመልእ ኸውን እየ ይብለኒ ከመይ ድየ ትግግ ኢለ ባግ እኮ እየ ኢሂ እዚ እሞ እንታይ እዩ ዘሕርቕ ዘሎ ዶስ ኣልዕላ ቢሉ እዩ ሓያም ኢልዋ ኮይኑ ኣታ ሓያም ዳ ሓያም እንድያ ጽቡቅ ገይረ ግጥማ እንዲ ካብ ትፋታሓስ ክልተ ዓመት እያ ገይራ ዋ ታንታይ እሞ ኣተጊጉካ ንብለካ ኣለና ኣትሰርቂ ዲኺ ሰርቂ ዲና ጓል ሸጎለ ንብለኪ ኣመስገን ኣቦ እሞ ጓል ሸው ተኾንኩ እሂ ኩሉ ድየ ክግጥሞ ዘለኒ ጓል ሸው እውን እኮ ኣብዴት ክትገብር ኣለዋ ማለተይ ስለዚ ከይወፀ ክወፅኦ ኣለኹ ናኖ እሱ እንታይ እዩ ሓሳባ እዛ ኣነ ኣዝማሪኒ እየ ገለገለ ማለት እንዲ ኣነ ከልዕል እዩ ወዲ ሱቅ ኮይኑ ሓሊፈ እንዲ ፀኒሐ ምዕይ ከበለ ቀብ ብዓረብ እንታይ ማለቱ ድዩ ንስኻ ሓያም ኢኻ እሞ ናብታ ክስኻ እዩ ክድይብ ዝግባእ ገለ እኳ ኢሉ

ስምዒ ኣብቲ ናይ ቀደም ገዛና መኻሪትና ዝነበረ ባህታ ብሪኮሎዞ ቅድሚ ክልተ ሰሙን ናይ ጓሉ መመረቕታ ገይሩስ ንዓንዳይ ኣይዘመዱ ኣይጎረቤቱ ዓዲሙስ ንዓይ ክፈልየኒ እዚ ደኣ እሞ እንታይ ጸገም ኣለዎ ዕዳ ቀለለ እሱ ዳ ሓቅኽን ዲኺ ዓተር ጠፈኤ ፈሲ ተረፈ እዩ ግን ንዓይ ዘይምዕደሚኡ ስለ ዝነዓቐኒ ድዩ እንድዒ ዋ ኢሂ ከምኡ ኢሎምኻ ድዮም መን ክብለኒ ንኣይ ኣባፊ ይብለኒ እሞ እብሎ ኩልኹ ድፊ እብሎ ኣለኹ እብሎ ኩልኹ ግን እቲ ንዓይ ዘይምዕዶም እዩ ከምኡ እዩ ዝኸውን እምበር ስለዚ ኣረቂ ኣየምፃለይን እዩ ኢሉ ከይብል ድማ ንዓንታይ ድኻ እዩ ዓዲሙ እሞ ሕጂስ እንታይ ይጠርስ ኢኻ ትብል ዘለኻ ወይ ባህታ ቀጢኖ ስለ እንታይ ዝጥበስ ኣለዎ ሕጂስ ይብለ ከለኹ እ፣ ብገለ ብገለ ኣጋጣሚ ፅዋዕ ኣቢልክና ኣይ ዘይምዕዶም እዩ ስለምንታይ ኢልክሲ ቀስ ብቐስ ጌርኪ ከምዚኣ ክትሓትለይ ስለ ዝደለኹ እየ ባባ ትላገጽ እያ ዘለኻ ምሽ እንታይ ክጻወት ናይ ልበይ ተሰሚዕኒ እኮ እየ ዝዛረብ ዘለኹ እሞ እስኻ ዳምሰ እምርኻ የለኻን
ሙናትክ እንደ ደኣ ገዲዱ እሞ ተጸልዩልካ ኣለኻ ትብልኒ ኣለኺ እወ ሙናዕኻ ደኣ ኣበይ ከይደ ከስሰ ናብ ሕልናኻ ዓቋ ሕጂ ረቲዕኽኒ በሊ ስምዒ እቲ በርሀ ከብዲ ዒላ ድማ ርኢኽኒ ክብቲ እንዳለቶ ሓደ ሓደ እንዳበልና ከለና ሜሲ ንዓይ ከሽሙር ኢሉ እተን ኣብ ዕዳጋ ዘለዋ ኣባጊዕሲ ብዘይካ ፀጉሪ ስጋ የብለንን ክብለኒ እታ ኣባ እንታይ ኢኻ ትኸውን ዘለኻ ከምኡ እንተበለ እሞ እንታይ ፀገም ኣለዎ ንስኻ በጊዕ ዲኻ ኣቲ ኣንጭኹም ይኮነ ንብለክ ኣለኹ ይ ንኣይ ነንጭዋ ሳብ ለቆታ ኣነ እኮ ፊኖ ኣዝማሪኖ ኣዝማሪኖ መሊእኽያ እወ ቀፅል ጥራይ ሕጂ እንታይ ኢኻ ኮንካ
ብዛዕባ ዝተኾንካሲ ናባኻ እንዳመጻኹ ከዛ ኣንበጣ ነይሩ ጓል ዓንደይ ተለላስኒ ንዓኺ እዎ ንዓይ ዕድሜያ ዝኣኸለ ማለት ስፐሬ ዘቋረፃ ሰበይቲ እኮ ነብሳስ ዕጥርጥር እዩ ዝብል ኣይትብለኒ
ናይ ብሓቂ ድያ ብዛዕባ ሓቃ ዳ ሓቂ እያ ከምኡ እዩ ዝበሃል ሓቃ ተኮይና ዳ እሞ እንታይ ዘተግጋ ኣለኪ ስኺ ኣብ ሓወይ ዳሓ እንዲኻ ትሕልቐላ ዘለኻ ኢ ሕቦ ይወፀልካ እንዲ ዘረባ እዚ

ሕጂ እንታይ ክትገብሪ ኢኺ መፂኺ? ኣታ ዘይሓሰብክዎ ደኣ ኣጋጢሙኒ እምበር ኣነስ ብዛዕባ ኣባ ክዛረበካ እየ መፀ እህ እስኺ እንታይ ኮይኑ ብዛዕባ እዚ መዓልታዊ ዝሰትዮ ዘሎ እምበር እቲ እዚ ደኣ ጓሓፍ ሕኪ እያ እንድዩ ዋጣ ክንክቲ ብኸፍካ ብጠጠውካ ዶ ጉዳይ እዛ ኣብ ገዛ መፂና ከይደ ከይደ ታክሲ ኣቕሪበያ ክመፅእ ቻው ቻው ደሓር ኣብ ገዛ ንራኸበና

ኣቲ ንስኺ ጓለ ዘይኮንክን ኢኺ ቆብ ዘይተብልዮ ብዛዕባ ፀጉሪ ዘልዓለ እኳ ኮነ ኢሉ ንዓይ ክትንኪ ስለ ዝደለየ ከመይ ከመይ ዶ ሓዚ በለይ ኣነ ቀምቃማይ ምዃነይ ስለ ዝፈለጥ ነተን ኣብ ዕዳጋ ዘለዋ ዘጋፋት ኣባጊዕሲ ቀምቅመን ማለት እዩ ባባ ዓቕሊ ኣይተወደእን ንስኻ ባዕልኻ ነዚ ዘረባ ባዕላዊ ትንታነ እንዳግበርካ ትዛረብ ኣለኻ እምበር ኣቦይ በረኸ ከምኡ ሓሲቦም ኣይኮኑን ተዛሪቦም ኣቲ ተኸፍተኽ ዘረባ እኮ ተሪፉ እዩ ሎሚ ኣሽሙር እኮ እዩ ኮይኑ ብሕጓ ከምዚ ኢልካ እሞ ሕጂ እንታይ ኢኻ ክትብል ደሊኻ ኣነ ተተጸሪፈ ንስኺ ከም ተጸረፍኪ ሓሲብኪ ክሲ መስሪትኪ ጢው ጢው ጢው ጢው ተብል እዩ ኦፍ
ናይ ኣሽሙር ዓንቀጽ ክሳብ ዝጸድቕ ተጸበ እሞ ሽዑ ትኸሶ በቃ ኮይኑ ዋሳዕ መልስኺ እወ ኣብ ሕጊ እኮ ብኣሽሙር ተዛሪብኒ ወይ ድማ ብባጫ ንዓይ እዩ ክብለኒ ደልዩ ኢልካ ክትከስስ ኣይትኽእልን ኢኻ። ወላ እውን ንደወጭ ክቐትሎ ይሓስብ ኣለኹ ዝብል እንድሕር ተረኺቡ ክሳብ ፈተነ ቅትለት ዝካየደልካ ወይ ድማ ስጉምቲ ዝውሰደልካ ሓሲብካ ኔርካ ኢልካ ዘኽስስ ዓንቀፅ የለን። ምስ ሞትኩ ጋሕ ምስ በልኩ ሬሳ ምስ ኮንኩ ክኸስስ። እወ ምስ ሞትካ ወይ ድማ ፈተነ ቅትለት ምስ ተኸየደልካ ግን ክትከስስ ትኽእል ኢኻ። ናብኡ እንድየ ዝኸይድ ዘለኹ ኣሸበሽብ እንተ ዓሪፈ ሪኤክለኺ ምስ ሞትኩ ብድሕረይ ንስኺ ክሰስለይ ኢኺ። ሐራይ። ቻው። ቻው። ዋይ ኣነ ተዓሪፈ ተሞይተ እኮ ርኢኺ ኣለኺ ንሓዋሩ ኮይነ ክንፈላለ ቻው እባ በሊ ሃራይ ቻው ዋ ሄይ ተሞይተ እኮ ንሓዋሩ ኮይነ ክንፈላለ ቻው ክትብሊ ኣለኪ ሓራይ ቻው እዚኣ ከዓ ርኢኺ ኣለኺ ማራ ኣንዊሕኽያ ርኢኺ ኣለኺ ብድሕረይ ነዊሕ ክትፀንሒ ስለ ዝደለኺ እዚኣ ኣንዊሕኽያ ጎራሕ ባቃ ኪዲ ኣሸበሸብ ተሰለጠ ክክስኺ ከኣ ቻው ቻው
ፍልልይ ኣረኣእያ ኣባላት ስርዓት ደርግ ኣብ ጉዳይ ኤርትራ ብሚዛናዊ ኣገላልጻ ንርሕቀት ኣተሓሳስባ ሰውራ ኤርትራ በቲ ሓደ ምስጢር ንኽኸውን ቅድሚ ሕጂ ብዝኾነ ጸሓፊ ዘይተጻሕፈ ፈተነ ምንቅስቓስ ብስም ቆላማ ሓደገኛነቱ እተቃልዕ ናይ ስራሕ ዝምድና ምስ ሻለቃ ደሓር ኮሎኔል መንግስቱ ሃይለማርያምን ከም ዋና ኣመሓዳሪ ኤርትራን ተመክሮ 13 ዓመት ምስ ስርዓት ደርግ መምህር ኢሳቅ ጸጋይ ኣብ መጽሓፍ ኣብ ረመጽ መንበር ኣብ ረመጽ መንበር ንምርካብ www at ፍሬጋባር ዳት ኮም ከትረኽብዋ ትኽእሉ ከምኡውን ደውሉ መጽሓፍ ኣብ ረመጽ መንበር

ንሓዳስ ሰይቲ በርሀ ተዘይኮይነሲ ኣደ የወለደት
ሓዳስ ፈስፋስ ዓራስ ሎኽሳስ ደኣ እንታይ ኢላ ትግባእ እኔኤታ ባዕለየ ንሰይቲ ክፍሎም ንደብሳ ኣኽብላ እንተኸድክዋሲ እሞ እንታይ ኢላትኪ ሓሙሽተ ልባሶ ተቆኒና ነተን ናሓስ ዝመስላ ከክ እንድሕር ከም ዝኾና ዋርቃ ገይራ ናይ ሰብ ቆሎ ዝመስል ሽፎን ተኸዲና ክትብገስ ትፀርሐኒ
ኣነ ከዓ ናይ ባዕለይ ከዓ ሰባዕ ዋእ ናበይ ደኣ ነቒልኪ እንተበልኳሲ፣ እ ኣብቲ እንዳ ሓሞይ ጸበል ስለ ዘሎሲ ነተን ነዓልተይ ሕሩር ኩምትር ከብለን ኢለን ሃለኺ ኣዋርቀይ ገይረ እ ተቖኒነ ተሓኒነ ሽፎነይ ተኸዲነ እኸይድ ኣለኹ ክትብለኒ፣ እሂሞ ተኸደት እንታይ ማለት እሂሞ? ሎሚ ኮነ ሓምለ ኮነ ፀጉረይ ተወዲኡን ሁማን ሄር ከይገብር ድማ እዛ ናይ ጎረቤት ሓዘን ኮይናትን እምበር ከማይ ቁኖን ሒናን ሽፎንን ዝፈቱ ኣሎ ድዩ ኣነ መብራት ኣነሲ መመትሕዛ ቄር ኣርዳን ጋጤል ክኸውን ንዓኽሪ ተሽሙር እዚኣ ዳሞ ፀጊባ እንድያ ትማልኸ
ኣብቲ ባሕቲ መስከረም ታክሲ እንዳተፀበየ ትረኽበ ብላ እሞ ኣጋጣሚ ከዓ ሓደ ሰኽራም ሰብኣይ ብጥቃና ሰንከልከልከልከል እንዳበለ ሓልፍ ምስ ረኣየቶስ
ህሞ ኣሕ ኣቲ ፈሊጠ ኣለኹ ንዓኺ ከተሽምር ኢላ ዶ ርግጥ ኢለ ፀዊዐቶ ዋ ትኹብትኽ ከምኡ ትብል ኣላ እሞ ክፋሓና ጭራን ክነፃፅያ እንዶ ኮይነ እሞ እንታይ ልዕልኺ ይኣኪ ብኣሽሙር እምበር ኣደ ሒማቆ ሰኽራም ሰብኣይ ፀላእኹ ኣነ በርሀ ሰኺሩ ይመጸኒ ኣሎ ምኹስ ገይረ ቅርስም ቅርስም ቅርስም ኣቢለ ኣብታ ዝሰተኻላ ሓደር ኢለ የባርሮ ኣለኹ ኢላሲ ብማስያ ገይራ እኳ ተዓዲላሲ ኣቲ ኩሉ ሓደ ነብኹ ከምኡ ዘይትገብሩ ዘይትለኳስስዎ ባራ ዘይትብልዎ በርሀ ከም ደወጭ ኣይኮነን ውርዙ እዩ ማለት ኣኳ እዩ እንታይ ዳ
ኣቲ ንሳ እንታይ ገይራ እዚ ሰኽራም ኣቦኹ እኳ እዩ ከም ዝገብረና ዘሎ እንታይ ዳ ክንትብላ ዘለኹ ብዛዕባ ሓዳስ ሰይቲ በርሀ ኣብ ልዕሌና ዘባጨወቶን ዘሽመረቶን ኢና ንዘራረብ ዘለና። እወ
ናይ ዓኽ ፖሊስ ወሊደ ክንሰይ ግና ብኣባጨውቲ ተመንጪትና ብኣሽሙርትኻ ቆርበትና ተገፊፍና ሄለን ሞያ ክገፍኮ እንተኾይኑ እዘ ባዕለውቱ እንተ መቸም ክትሓስብ ማለት እያ ኣስተባጭዊ
እዚ ባዕላዊ ትንታነ ኣይኮነን ሓቂ እዩ እንዳ ደቦጭ መስሓቅ ሸራፋት ኮይና ኩሉ ይወራዘየልና ኣሎ ማማ ማማ ሓዳ ዝበለትኩም ንገርያ ክስንብድ እያ ክስንብድ ዳሓን ዳሓን ምንጋር ኣየድልየኒ ሕማቅ ዘረባ ክሰማዕ ኣይደልኒ ኣነ ኩሉ ክትብልኦን ክትዛረቦን ፀናሕክን ከዓ ሰሚዐ እየ ሰሚዐ እየ መሰሚዕኪ ከለኺ ክስኪትኪ ወይለኪ እቲ ውርደትና ውርደት ክደ ኣይኮነን እዩ ብኣሽሙርን ባጫን ንዘዋረዱናስ ኣይተቕፍድዮምን? ዝቕፈድ ነይሩ ተዝኾን ቀዳምነት ንስኻትክን ምተቐፈድክን ነይርክን። እንታይ እሞ ሓሲብካ ኢሉ ዝቕፍድ ዓንቀጽ የለን። ንዓና ደኣ ትቕፍድናወ?
ከምቲ መባጨውትን ኣሽሞርትን ናባና ዝተወዝዕዎ ንስኽውን እኮ ናባና ዝተወዛዕኽ ቐፋዲት ምዃንኪ ደኣ መዓስ ጠፊእኒ? ኣቲ ሕማቕ!
ማማ ከም ተበለስ ሰሓራይ ዓባይ ኮይና ንስኽስ ኣብዚ ዕድመዝስ ከምዚ ዓይነት ኣተሓሳስባ ትሓስቢ ዋእ መሳትኹ እኮ ካልእ ጌረን እየን ዝኣትዋ ዘለዋ ዋእ እንተኾንኪ ከምዚ ህልወስ እያ ትልወስ ዘለኺ ኣንታይ ክትብሊ ዘለኺ እዛ ዝብለኪ ንሮቤል ካብ ከምዚ ሓሸውየ ኣውጽኤ ኢለ ተመጸኹስ ኣብዚ ድማ ካልእ ዝገደደ ክጸንሓኒ ሳሳሳሳሳይ መፍለጥ ኢልኪ ክንዲ ዝተዓፍሪ ኣንቲ ስቕለሊ መን እዩ ዓፋር መን ፈካሪ ኣብቲ ሕጊ ምስ ከድና ክንፈልጦ ኢና ሓራይ ዶ

እንታይ ደኣ ሎምስ ቀልጢፍካ መጺኻ? ሰዓት ክንደይ ኮይኑ? እሞ ክምለስ እዋ እንታይ ደኣ ክምለስ ኣዴኺ እንታይ ድያ ትብል ዘላ ኣሽሙር እኳ እያ ትዛረብ ዘላ እ እ እንታይ ደኣ ኮይንካ ከይሰኸርካ መጺኻ ኪድ ከም ኣመልካ ሰኺርካ ምጻእ ኣንታ ጢኖ መለለኺኖ እኳ እያ ትብል ዘላ እ ባጫ እያ ኣነ ከዓ ቋብ ኣቢለያ ኣለኹ ወሪድኒ ኣታ ክንደይ ባዕላዊት እንታነ ትፈቱ

በሉ ኣነ እንዳ ኣተኹልኹ ንገዛ ህጹጽ ጉዳይ ኣሎ ስለ ዝበሉኒ ንስራሕ ክኸይድ እየ ቅድሚ ምኻደይ ግን ኩላትኩም ስምዑ ወላ ውን ባባ እዚ ኩላትኩም ክትጽለልዎ ዝጸናሕኩም ባዕልኹም ዝፈጠርኩሞ ባዕላዊ ትንታነ እዩ ንሮቤል ሓወይ ኣቦ ዶ መጽሓፍ ምንባብ ጽቡቕ እዩ እንተበሎ ንሱ ድማ በሽሙር ክጸርፈኒ ስለ ዝደለየ ኢሉ ብሕማም ፐርሰናላይዜሽን ተጠቒዑ ኣንጸርጺሩ።
እንታይ ማለት እያ እዛ ዝበልከ ፐርሶናላይዜሽን ደኣ እሞ ዝተብሃለ ኩሉ ንዓዮም ዘባጭውለይ ዘለዉ ምባል ዘዝተዘረበ ኩሉ ምስ ነብስኻ ምትእስሳር ከምዚ ሕጂ ንስኺ ኣደ ሓዳስ ብዛዕባ ነብሰን እናተዘረባ ከለዋ ንዓይ ክትወቕሰኒ ስለ ዝደለየት እያ ኢልኪ ሕምም ኢልኪ ዝጸናሕኪ ኣንቲ እዚኣ እባ ፅብቕቲ ነገር ትመስል እስከ ፅቡቅ ጌርኪ ኣረድእና ኣንቲ ክነዓቢ ዲና ግልፀና ኢና ባባ እውን ትኾንካ እወ። ባህታ መመረቕታ ናይ ጓሉ ዘይዓደመኒ ስለ ዝነዓቐኒ እዩ ዘይኮነ ክትብል ነይርካ ከየኽስረኒ ኢሉ እዩ ዝኸውን ወይ ድማ ረሲዑኒ ወይ ከዓ ንጎርለይ ኢሉ ነጊሩሎ እሞ ንሶም ድማ ረሲዖምኒ ኣለዉ ኢልካ ክትብል እዩ ነይርካ ንስኻ ግን ሕምም ኢልካ ፀኒሕካ እዚኣስ ሓቅኺ ኢለ እየ መዓስ ንስኻትኩም ጥራይ ሰላም ከይበለኒ ዝሓለፈ ስለ ዝተዓበየለይ እዩ ኣብ ኣኼባ ዝነቐፈኒ ጸላኢየይ ስለ ዝኾነ እዩ። ተሌፎን ደዊለሉ ዘይተቐበለኒ ድማ ስለ ዝሃብተመ እዩ። ብዛዕባ ካልእ ሰብ ዝነገርካዮም ንዓዩ እናበሉ ብሕማም ጃምፒንግ ቱ ኮንኩሊጅን ብባዕላዊ ትንታነ ዝሳቐዩ መሊኦም እዮም ዘለዉ። እውይ ኣንታ ባባ ከምዚ ሄለን ሓፍተይ ትብሎ ዘላ ተኮይኑ ደኣሞ ግን ሃውትቲና ጸኒሕና ማለት እዩ ጃምፒን ቱ ዘ ቴብል ምስከ ሃውቲትና ጥራይ ዘይኮነስ ጨርቅና እውን ደርቢና ዓቢድና ኢና ነይርና ካልእ ዘይጠቐስክዎ ድማ ሜንታል ፊልተሪንግ ዝበሃል ሕማም ኣሎ ዋው እዚኣ ከኣ ሰሚዕናያ ዘይንፈልጥ ሕማም። እወ ብዙሓት ስራሓት ይሳኽዑልካ እሞ ሓደ ካብቶም ስራሕ እንድሕር ዘይተፈጸመልካ ብኡ ምኒን ምባል ኣዝዮም ብዙሓት ሰባት እናፈተዉኻን እናድነቑኻን ከለዉ ገለ ውሑዳት ሰባት እንድሕር ነቒፎሙኻ ድማ ከይደቀስካ ምሕዳር እዚኣ እውን ኣብ ብዙሓት ትረኣ እያ። እወ በዓል ቤትካ ኣዝዩ ጥዑም ባህርያት እንከለዎ ገለ ውሑዳት ኣበር እንድሕር ርኢኻሉ ዓሰርተ ግዜ ንዕኡ እንዳዘከርካ ምጭቕጫቕን ብኡኡን ምጽራፍን እዚኣ ኣገዳሲት ነጥቢ እያ ልክዕ ከምዛ ናይ መብራት እያ ኣነ ብዙሕ ጽቡቕ ነገር ከለኒ ሎሚ ግነ ጠዓዒመ ክመጽእ ከለኹ ኣታ ሰኽራም ሓሳዊ ጢኖ እንዳበለት ቅሊጥ እያ ተብለን ማማ ተጋጊኺ ንምንታይ ኢና ኦሩም ቃላት ከለና ናብቲ ጽዩፍ ኣባህላታት ንጎይ ዋ ኣብ ክንዲ ሰኽራም ትብልዮ ንምንታይ ድኣ ትማሊ ሰቲኻ መጺኻ ትብልዮ ሓሳዊ ካብ ምባል ድማ ተጋጊኻ ትብል። እንተ ዕለይ ታይ ፈሊጠ ኢልክኒ እኺ ዘይተረደኣኒ እቲ ሃንደበታዊ ስኽራኑ ስለ ዘይለመድክዎ ኢዩ እምበር ካብ መኣስ ተሕማቕ መልቀኑ ጓል። እወ ብዙሓት እሩማት ቃላት እዮም ዘለዉና ኣብ ክንዲ ሾርሙጣ ምባል ፋይቶት ኣብ ክንዲ ሮፋዕ ምባል ርሂጸ በላዕ ክንብል ንኽእል ኢና። ኣይትሓዘለይ ደቦጨይ እዚኣ ፍጹም ኣይትድገምን'ያ። ብሓሳብኪ ጥራይ ናተይ ውን ኣይትድገምን እያ።
እንታ ምጭራም ማለትካ ድያ?
ክሳውም ኢኺ ኣለኹ ፎእ ኢለያ ኣይትድገምኒ። ነቲ ዘዝተባህለ ናብ ነብስኻ ገምጢልካ ምስትምሳልን ምብስጫው ምባኣስን ከትገድፎ። እዚኣ እኳ ትኸፍእ ዋላ ንዓኣ ግና። ኤእ ግና ኣይተምጽእ። ኣንታ ኣዛርባና እባ እታ ናይ መስተ ንበይና እያ። እዛ ዳሕረወይቲ ክትባሃል ዝጸንሐት ግና ናይ ኩላትና ዕዮ ገዛ እያ።

እንታይ ኢለ ክምዕድ ጸኒሐ ዝተዛረብክዎ ዘየተግብር ሰብ ዲኻ ትቖጽረኒ ወላ ይትሕረቕ ባማ ናይ ንሕና ዝተኸፋሊት ሓጎስና ክትኮኒ ስለ ዝደለና ኢና ደሓን ደሓን ጸገም የብሉን ንሱ እንቋዕ ጥራይ ንስኹም ካብ ጭንቀትኩምን በዓላዊ ትንታንኹምን ተገላገልኩም እምበር ኣነ ዝኾንክዎ ስለ ዘይብለይ ስርሐይ ክኸይድ እየ ባባ ከኣ ሓቅን ቅንዕናን ደኣ መሃረና እምበር ሓሶትን ምኽኒትን ኣይትምሃረና ኤህ እዚኣ ፍጹም ኣይትድገም። እንተተደጊማ ኸኣ ናፍታ ንግጥማት ትድርገማ። ኣዎ ኪድ በል ኪድ ኣብ ቅድሚ ስራሕ ኣይተጽንዓ ማለት
ኣበስ ከይፈራሕ ንሰበይቲ ኣትዋ ሓቀይ እንደ መብራት ሓቂ ሓደ በጭ በዓለ
መጽሓፍ ሰማይ ፈረሰ ንዛንታ ህይወት ሰለስተ ሽሕ ካብ ስደትን ካብ ኩሉ ኩርናዓት ናይ ኤርትራን ዝተሰለፉ መንእሰያትን ተምሃሮ ቤት ትምህርቲ ሰውራን ኣባላትን ኣተክሮ ጌራ ንምስሊ ክፍላተ ታዕሊም ዓራግን ግልዕን ዘካተተ መሳጢ ዛንታ ዝሓቖፈት ታሪኻዊት መጽሓፍ ንዓኻትኩም ንክቡራት ኣንበብትና ጆባእ ንብለኩም። መጽሓፍ ሰማይ ፈረሰ ነቲ ክትኣምኖ ዘጸግም ምስ ሕጽረታት መግቢ፣ ማይ፣ ክዳንን ሕክምናን እናተቓለስካ ኣብ ትሕቲ ሰርብን ነጎዳን ኲናት ኮንካ ንዝካየድ ዝነበረ መስርሕ ምምሃርን ምስትምሃርን ንዝነበሮ ዝተሓላለኸን ፈታንን ህይወት ንምስጋሩ ዝነበረ ብልሕን ተወፋይነትን ኣባላት ህዝባዊ ግንባር ብመሳጢ መልክዑ ሒዛ ቀሪባትልኩም ኣላ መጽሓፍ ሰማይ ፈረሰ። መዓስ እዚ ጥራይ መጽሓፍ ሰማይ ፈረሰ ጥርዚ ንዝበጽሐ መሳጢ ፍቕራዊ ዛንታ ኣንጻር ጾታ ተምሃሮ ቤት ትምህርቲ ሰውራን መስገደላቱን ከምኡውን ዛንታ ተወጊኡ ኣብ በዓቲ ተሓቢኡ ዝተረፈ ተጋዳላይ ኣባል ስለያ ዕባይ ቤት ትምህርቲ ሰውራን ንምድሓኑ ዓቢ ተራ ዝተጻወተ ሰብ ዝለመደ ኤርትራዊ ኢራ ከም ፖስተኛ ኮይኑ ከገልግል እተርኢ ንልቢ ኣንጠልጣሊ ዛንታ ዝሓቖፈት ገለ ካብቲ ዘስደምም ታሪኽ ገድሊ ህዝቢ ኤርትራ እተዘንቱ ብሽሞንዲ ዕቑባ ሚካኤል ዝተደርሰት ማራኺት መጽሓፍ እያ። መጽሓፍ ሰማይ ፈረሰ ክቡራት ኣንበብትና ጆባእ ንዓኻትኩም መጽሓፍ ሰማይ ፈረሰ ንምርካብ www ፍሬጋባ ኮም ወይ ብቑጽሪ ተሌፎን ተወከሱና ብዝመረጽኩሞ ኣገልግሎት ክንህበኩም ድልዋት ኢና መጽሓፍ ሰማይ ፈረሰ